ሕራይ እምበኣር ኣብ ዝሓለፈ ትምህርትና ከመይ ጌርና ሓደ ሓድሽ ዶክመንት ከፊትና ንጽሕፍ ዝብል ተማሂርና ኔርና። ነዚ ዝጸሓፍናዮ ዶኩመንት ከመይ ጌርና ኢና ንኻልእ ግዜ መታን ክንጥቀመሉ ንዕቅቦ ወይ ድማ ሴቭ ንገብሮ ድማ ሎም መዓልቲ ክንመሃር ኢና ማለት እዩ ሕጂ ሴቭ ማለት ምዕቃብ ሰነድ ክኸውን ከሎ እቲ ዝሰራሕናዮ ዶክመንት ኣብ ዘለዎ እንድሕዳ ኣጥፊናዮ ሴቭ ጌርካያ ዲኻ ኣይገበርካያን ኢላ ሓተካያ ማለት እዩ ንኣብነት ኣነ ብዚኣ ኣቴ ክሎዝ እንድሕር ኢልያ ትሪዋ ኣለኹም ዋን ቱ ሴቭ ዮር ቼንጅስ ቱ ዶክመንት ቱ ትብለኒ ኣላ ሕጂ እዚ ዶክመንት ቱ ትብሎ ዘላ ኣብቲ ታይትል ባር ንሕዳር ኢኹሞ ዶክመንት ቱ ዝብል ታይትል ሂባት ኣላ ነዛ ዶክመንት እዚኣ ማለት እዩ ንኣብነት ሓንቲ ፅሕፍቲ ክትከውን ትኽእል ሓደ መፅሓፍ ክኸውን ይኽእል እዩ ማለት እዩ ኣብዚ ዝፅሕፎ ዘለኹ ማለት እዩ ሕጂ ኢፍ ዩ ክሊክ ዱ ኖት ሴቭ ሪሰንት ኮፒ ኦፍ ዚስ ፋይል ዊል ቢ ቴምፖራርሊ ዓቢ ኢላ ብልብለን ኣለ ሕጂ እንድሕዳ ድኖ ሴቭ ኢልካዮ ንግዝያዊ ክንዕቅበልካ ኢና ይብሉካ ኣሎ ማለት እዩ ንግዝያዊ ክንዕቅቦ ኢና ብድሕሪኡ ግን ፐርማነንትሊ ግን ኣይትረኽቦን ኢኻ እቲ ሓድሽ ዝወሰኽከዮ ነገራት ማለት እዩ እንድሕዳ ሴቭ ጌርካ ነርካ ሴቭ እንድሕዳ ጠቕላላ ዘይገበርናዮ ከምዛ ናትና ዶክመንት ግን ኣብዚኣ ኣቲና ሴቭ ክንብላ ክንክእል ኣለና ማለት እዩ ሕጂ ኣብኣ ሴቭ ምስ በልናያ ኣበየናይ ሎኬሽን ኢኻ ሴቭ ክትገብሮ ደሊኻ ዘለኻ ይብለና ኣሎ ማለት እዩ እዚ ናይ ሴቭ ኣዝ ዳያሎግ ቦክስ ኣምፅልና ኣሎ ሕጂ ኣነ እንታ ክብለ ኣብዚ ዶክመንትስ ኣቲኺ ኣብዚ ዶክመንትስ ሃሪ ፖተር ኢልኪ ፋይል ኔም ማለት እዩ እዚ ፋይል ኔም ኩሉ ግዜ ክንቦ ክንክል ኣለና ምክንያቱ ካልእ ግዜ ሰርች ጌርና እንድሕዳ ክንደልዮ ኮይና ክንከፍቶ ክንጥቀመሉ እንድሕደሊና ብምንታይ ሴቭ ጌርና ነርና ክንዝክሮ ክንክል ኣለና ማለት እዩ ሃሪ ፎተር ኢለ ኣነ እዚኣ ሴቭ ክገብራ እየ ማለት እዩ ሕጂ ሕጂ ብዚኣ ኣትየ ከዓኒ እንታይ ገብራ ሴቭ ይብላ ኣበይ ሴቭ ከም ዝገበርኩ ከዓኒ ክሪኦ ክኽእል ኣለኒ ማለት እዩ ሕጂ እንታይ እያ ጌራ ዘላ እቲ ዶክመንት ክሎዝ ስለ ዝገበርኩ ዓፅያቶ ኣላ ማለት እዩ ሕጂ ክኸፍቶ እንድሕር ደኣ ደልየ ንኣብነት ተደልየ በዚ ማይክሮሶፍት ወርድ ክኸፍት ክእል እየ እንድሕር ደልየ ከዓኒ ኣብዚ ኤክስፕሎር ከፊተ ፀኒሐ ኣጋጣሚ ኣብዚ ዶክመንትስ ፎልደር እንድሕር ደኣ ኣትየ ኣብ ዶክመንት ሴቭ ጌርያ ስለ ዝነበርኩ ኣብኡ ኣትየ እንታይ ኢለ ሴቭ ጌርያ ነይረ ኢለ ክሓትት ክኽእል ኣለኒ ክዝክሮ ክኽእል ኣለኒ ሃሪ ፖተር ኢለ ሴቭ ጌርያ ነይረ ስለዚ ሃሪ ፖተር ኢላ ኣብዚ መፅኣትለ ኣላ ነዚኣ ዳብል ክሊክ ገይረ እንድሕር ዳኣ ከፊተ እያ እታ ዝሰርሓላ ዝነበርኩ ዶክመንታ ዝዓቀብኩዋ ተዓቂባ ኣላ ማለት እዩ ብዚ ዶክመንትስ ፎልደር ዋላ እዛ ኮምፒውተር ኣጥፌ እንድሕር ወለየ ስቲል ክትፀኒሓ ማለት እዩ ክሳብ ዘይደምሰስኩዋ ደጊመ ደጋጊመ ክጥቀመላ ኣብዚ ተዓቂባትለይ ኣላ ማለት እዩ ሕጂ ይኸፍታ ኣለኹ። ሕራይ ተኸፊታ ኣላ ሕጂ ከምዚ ትሪእዋ ዘለኹም እቲ ዝነበረ ጽሑፍ ወይ ድማ እቲ ዝነበረ ትሕዝቶ ናይታ ዶክመንት ድማኒ ከም ዘለዎ መጺእ ኣሎ። ኣብዚ ታይትል ባር እንድሕር ሪኢኹም ከኣ ሃሪ ፖተር እያ ትብል እታ ዶክመንት ፋይል ማለት እዩ። ሕጂ ነዚኣ ከኣኒ ለሰይ ተወሳኺ ጽሑፋት ክውስኸላ እየ። ሕጂ ኣብዚ ተወሳኺ ጽሑፋት ወሲኸላ ኣለኹ። ብዛዕባ ስተፈኒ ሜየር ናይ ትዋይላይት መጽሓፍ ዝጸሓፈት ኣብዚ ከዓ ጽሒፈ ኣለኹ ማለት እዩ። ሕጂ እንድሕዳ እዚኣ ሴቭ እንድሕዳ ዘይገይረያ እንታይ ክትከውን መሲልኩም እታ ዝነበረት ዶክመንት ሴቭ ዝነበረ ዶክመንት ንዑ ጥራይ ሒዛቶ እያ ክትፀንሕ ማለት እዩ ሕጂ እዚ ሓድሽ ዝወሰኽክዎ ፅሕፈት እዩ ትሪእዎ ኣለኹም ሓድሽ ዝወሰኽክዎ ፅሕፈት እዩ እዚ ሕጂ ኣብዚኣ ነዛ ዶክመንት እዚኣ ኣነ ጽሒፈ ወዲኤ በዚ ሴቭ መበል ኣለኒ ከርእኩም እየ እዚኣ በዚኣ ብቐላል ክንመሃራ ስለ ዘለኹ እዚኣ ክሎዝ ምስ በልኩዋ ለውጥታት ገይረ ስለ ዘለኹ እንታይ ትሓተንላ መሲልኩም ሴቭ ግበሮ ትብለንላ ማለት እዩ ሪሰንትሊ ቼንጅ ስለ ዝገበርካ ኣብዚ ዶኩመንት ሴቭ ትገብሮ ትደሊ ዲኻ ትብለንላ ሕጂ መታን ክንመሃራ እዚኣ ዶ ኖት ሴቭ ክብላ እየ ተረዳዲና ዶ ኖት ሴቭ ክብላ እየ ሕጂ ኣይትዓቅብዮ ኢለ ኣለኹ ረዩ ሕጂ ዓጽያት ክትዓጽዋ እያ ነዛ ዶኩመንት ማለት እዩ ክሎዝ ስለ ዝበልኩዋ እትዓጽዋ ኣላ ማለት እዩ ራይ ሕጂ ዓጽያት ኣላ ነታ ዶኩመንት ኣበየነይቲ ዶኩመንት እየ ዝሰርሕ ነይረ ኣብታ ሃሪ ፖተር ትብል እየ ዝሰርሕ ነይረ ሕጂ ራያ ከፊትና ክንሪኣ ኢና እታ ሃሪ ፖተር ትብል ሕጂ ረዮ ምስ ከፈትናዮ እንታይ ጌራቶ እቲ ሓድሽ ወሲኽናዮ ዝነበርና ጽሕፈት እንታይ ኮይኑ ኣሎ ዱ ኖት ሴቭ ስለ ዝበልናያ ንዕኡ ሴቭ ኣይገበረቶን ወይ ድማ ኣይዓቀበቶን ኣላ ማለት እዩ ነየናይ ጥራይ ኣምፅኣትና ነቲ ቅድሚ ሕጂ ሴቭ ኢልና ዝዓቀብናዮ ፅሕፈት ንዕኡ ጥራይ ኣምፅኣትና ኣላ ማለት እዩ ስለዚ እዚኣ ኩሉ ግዜ ክትፈልጥዋ ክትክእሉ ኣለኩም ሕጂ እታ ዝነበረት ፅሕፈት ረእዩ ኣነ ክውስኸ እየ ወሲኻ ኸኣ ሕጂ ኸኣ ረዩ እዚኣ ሓዳሽ ጽሕፈት ዝወሰኽናያ እያ ሕጂ ሴቭ ክንብላ ኢና ክሎዝ ክብላ እየ ሴቭ ኢልያ ኣለኹ ሓንቲ ወይ ድኖ ሴቭ ኢልያ ነይረ ሕጂ ሴቭ ኢልያ ኣለኹ ኦኬ ሕጂ ንርኣያ እታ ዶክመንትና ኣብ ዶክመንት ምስ ኣተና ሃሪ ፖተር እያ ትብል ሃሪ ፖተር ክንከፍታ ኢና ከፊትና ምስ ረኣናያ ሕጂ እቲ ሓድሽ ዝወሰኽናዮ ጽሕፈት ክጸንሕ ክኽእል ኣለዎ ምክንያቱ ዓቂብናዮ ኢና ሴቭ ኢና ኢልናዮ ማለት እዩ እጂ ንሕዳ ሴቭ ኢልካ ኩሉ ግዜ ትዕቅቦ ኣለኻ ማለት እዩ ስለዚ ከምዛ ትርእይዋ ዘለኹም ድማ ብዛዕባ እታ ናይ ስቴፈኒ ሜየር ኣብዚ መፅዩ ኣሎ ማለት እዩ ሕጂ ኩሉ ግዜ በዚኣ ክሎዝ ክትጥቀሙ ከለኹም ክትጥንቀቑ ክትክእሉ ኣለኩም ማለት እዩ ዱኖት ሴቭ ንሕዳ ፀቂጥኩማ ዋላ መፅሓፍ ሙሉ ፅሒፍኩሞ ዝነበርኩም ክጠፍእ እዩ ማለት እዩ እታ ቀንዲ ሴቭ ንገብረላ እዚኣ እያ እዚኣ ትሪዋ ዘለኹም በዚኣ ኣቲኹም ሴቭ እንድሕዳ ኢልኩሞ ኣብዚኣ ሴቭ ይገብሩ ኣሎ ማለት እዩ ነዚ ዶክመንትና ኩሉ ግዜ ዝኾነ ነገር ኣብዚ ምስ ሰራሕኹም ኣብዚ ኣቲኹም ሴቭ ክትገብሩ ክትክእሉ ኣለኩም ማለት እዩ ብነት ንርኣ ሕጂ ነዛ ዶክመንትና ተወሳኺ ፅሕፈት ክውስኸላ ኢንተር ክፀቅጥ ኣብዚ ኣብዚ ሕጂ ተወሳኺ ፅሕፈት ይፅሕፍ ኣለኹ ለሰይ እዚ ፅሒፈ ኣለኹ ማለት እዩ እዚኣ ደሊትና ገበርኩ ነዚአን ክዕርየን እየ ሕጂ እዚኣ ተወሳኺት ጽሕፈት ዝጸሓፍኩዋ እያ ማለት እዩ ሕጂ ሓድሽ ጽሕፈት ወሲኸላ ኣለኹ ነዛ ዶክመንት ሴቭ ክገብራ ክኽእል ኣለኒ ማለት እዩ ሴቭ ክገብራ እንድሕር ኮይነ እንታይ ገብር ኣብዛ ላዕሊ ትሪእዋ ዘለኹም እዚኣ ሴቭ ትብላላ ኣብኣ ክሊክ ክገብር እኽእል እየ ወይ ድማ ኣብዛ ፋይል ይኣቱ ፋይል ምስ ኣተኹ እዚኣ ከዓ ሴቭ ትብላላትኒ ትሪዋ ኣለኹም ሰይቭ ትብል ኣላትኒ እንድሕር ደኣ ብካልእ ቅዳሕ ከቐምጣ ክዕቅባ እንድሕር ደሊኻ ኣብዚኣ ከዓ ሰይቭ ኣስ ትብል ኣላትኒ ማለት እዩ ሕጂ ደሓንዛ ሰይቭ ከርእየኩም እዩ ሰይቭ እንድሕር ኢለያ ሰይቭ ጌራቶላ ማለት እዩ ኣብዚኣ ትሕብረኩም እያ ናይ ሰይቭ ትመፅያ ኤቭሪ ታይም እውን ባዕላ እውን ሰይቭ ትገብረልካ እያ ኣውቶ ሰይቭ ዝብል ኦፕሽን ኣሎ ክንመሃሮ ኢና እሱ እውን እትገብሩ እያ ማለት እዩ ሕጂ ተደሊኻ በዚኣ ሰይቭ ገይረ ኣለኹ ሕጂ ረእዩ ክወፅእ እየ ካብዚ መሊሰ ክኸፍተ እየ መታን ከርእየኩም እቲ ተዓቂቡን ኣይተዓቀበን መታን ክንሪኦ መሊሰ ይኸፍት ኣለኹ ማለት እዩ ጅረ እዩ ከፊታትና ኣላ እተን ዝወሰኽናየን ኩለን ስለ ዝዓቀብናየን ሴቭ ስለ ዝገበርናየን ኩለን መፅየን ኣለዋ ማለት እዩ ሕጂ እዚኣ እታ ናይ ሴቭ ከመይ ጌርና ዝኾነ ዶኩመንት ክንዕቅቦ ከለና ሴቭ ክንብሎ ክንክል ኣለና ሰሪሕና ሰሪሕና ክሎዝ ኢልናያ ዱ ኖት ሴቭ እንድሕሪ ደኣ ኢልናዮ ኣይተዓቀበን ኣሎ እቲ ዳታ ማለት እዩ ክጠፍእ እዩ ፐርማነንትሊ ማለት እዩ ስለዚ ኩሉ ድኻምካ ድኻም ኮይኑ ክተርፍ እዩ ማለት እዩ ሕጂ ኩሉ ግዜ ሴቭ ክትገብርዎ ክትክእሉ ኣለኩም እታ ካልኣይቲ ከርእየኩም ዝደለኹ ከዓኒ ኣብዛ ፋይል ምስ ኣተኹም ሴቭ ኣዝ ትብል ኣላ ኣብዚኣ ኦኬ ሴቭ ኣዝ ትብል ኣላ ንኣብነት ድሓን ንእሽትለይ ለውጢ ንግበርላ እዚኣ ፋይል እዚኣ ሃሪ ፖተር ኢልና ሴቭ ጌርናያ ዘለና ዶኩመንት እያ ሕጂ ኣብዚ ተወሳኺ ፅሕፈት ክውስኸላ እያ ኣነ ኣብዚኣ መወዳእታ ስፔስ ባር ፀቂጠ ሓድሽ ፅሕፈት ሕጂ ክፅሕፍ እየ ኦኬ ፅሒፈ ኣለኹ ካብዚኣ ጀሚረ እዚኣ ሓዳሽ ዝወሰኽኩዋ እያ ማለት እዩ ሕጂ እዛ ዶክመንት እዚኣ ኣብ ክንዲ ኣብ ሃሪ ፖተር ሴቭ ዝገብራ ኣብ ሃሪ ፖተር ድሓን ሴቭ ክገብራ እንዴ ወይ ዳ ወይ ንግደፋ ድሓኒ መታን ክንሪኦ እቲ ዲፈረንስ ሕጂ ረዩ ኣብ ሃሪ ፖተር ክሳብ እዚኣ ይኽእሉ ትብል ሴቭ ጌርናያ ነርና ኢና እዚ ብድሕሪት ዝወሰኽናያ ግን ሴቭ ኣይገበርናያን ነርና። ሕጂ ናይዚኣ ድማ ብካልእ ቅዳሕ ዶኩመንት ጌርና ሴቭ ኣዝ ክንገብራ ኢና። ፋይል ኣትየ ኣነ ሕጂ ሴቭ ኣዝ ኢለ ኣብዚ ብራውዝ ክብላ እየ። ኦኬ ብራውዝ ምስ በልኩዋ ኣበይ ሴቭ ክገብሮ ከም ዝደለኹ ከተምጻለያ ሕጂ ኣብ ዶክመንትስ ሃሪ ፖተር ኢልና ሴቭ ዝገበርናያ ኣላ ሕጂ ከዓኒ ሃሪ ፖተር ናምበር ቱ ኢለ ሴቭ ክገብራ እየ ረይዋ እዚኣ ሕጂ እዚኣ ካልእ ቅዳ ሓዚያ ማለት እዩ እዚኣ ዝፀሓፍ ዛንታ ስኢና ትብል ጀሚራ ናብዚ ወሲኽናያ ዘለና ኣብዛ ሃሪ ፖተር ቱ ኢና ሴቭ ጌርናያ ዘለና ማለት እዩ ሕጂ እዚኣ ክሎዝ እንድሕር ጌረያ ክልተ ዓይነት ፋይል ክንርኢ ኢና ሕጂ ረዩ እታ ናይ መጀመርታ ፋይልና ሃሪ ፖተር ኢልና ሴቭ ጌርናያ ነርና ሴቭ ኣዝ ኢልና ድማ ሃሪ ፖተር ቱ ኢልና ድማ ካልእ ፋይል ኔም ሂብና ከዓ ሴቭ ጌርናያ ኣለና ማለት እዩ ሕጂ እታ ሃሪ ፖተር ትብል ዶኩመንት እንታይ ሒዘያ ክትመፅእ እተን ኣብ ሃሪ ፖተር ዝዓቀብናየን ጥራይ ሒዘ እያ ትመጽእ ኦኬ እታ መወዳእታ ዝወሰኽናያ ጽሕፍቲ ኣብ ሃሪ ፖተር ቱ ኢልና ኢና ሴቭ ጌርናያ እጅ ትሪዋ ኣለኹም ክሳብዛ ይኽእሉ ጥራይ መፅያ ምክንያቱ እዚኣታ ናይ ኣብ ሃሪ ፖተር ሴቭ ጌርናያ ዝነበርና ስለ ዝኾነት እያ ማለት እዩ እታ ሃሪ ፖተር ናምበር ቱ እንድሕዳ ወሊዕናያ ግን እታ ዝወሰኽናያ ሓዳሽ ሰንተንስ እሳ እንኮላይ ተወሲኻ ክትመፅና እያ ማለት እዩ። ስለዚ ኣብ መንጎ እታ ሴቭን ሴቭ ኣዝ ዝብላ ዘለዋ ዲፈረንስ ከዓ ርእይዎን ካልእ ቅዳሕ እንድሕዳ ሴቭ ክትገብሮ እንድሕዳ ደሊኻ ኣብ ካልእ ዶኩመንት እንድሕዳ ሴቭ ክትገብሮ ደሊኻ ሴቭ ኣስ ክትጥቀም ትኽእል ኢኻ ማለት እዩ እዛ ቀያሕ ገይረላ ዘለኹ ኣብቲ ሃሪ ፖተር ትብል ዶክመንትና የላን ኣብዚኣ ግን ኣላ ማለት እዩ እዛ ሕጂ ሃሪ ፖተር ናምበር ቱ ኢልና ሴቭ ኣዝ ኢልና ዘቐመጥናያ ማለት እዩ ስለዚ እዛ ሴቭ ምባል ሕጂ እዚኣ ናይ ምዕቃብያ ሴቭ ኣዝ በዚ ኣቲና እውን ሴቭ ክንብል ንኽእል ኢና ሴቭ ኣዝ እንድሕር ኢልና ከዓኒ ቅዳሕ ወይ ድማ ሴቭ ኮፒ ከነቐምጥ እንድሕዳ ደሊና ኢና ክሎዝ እንድሕዳ ኢልናያ ከዓኒ ሴቭ እንድሕር ገይረዮ በዚ ሕጂ ረእይዎ ክሎዝ እንድሕር ዳ ገይረዮ ኣይትሓተንን እያታ ናይ ሴቭ እንድሕር ዳ ዝኾነ ለውጥታት ገይረ ክሎዝ ሴቭ ከይበልኩ ንዕዳ ክሎዝ ኢለዮ ግን ሴቭ ክትገብሮ ትደሊ ዲኻ ኢላ ከዓ ትሓተኒ ማለት እዩ ስለዚ ሎም መዓልቲ ብዛዕባ እዛ ናይ ከመይ ጌርና ኢና ሓደ ፋይል ወይ ድማ ሓደ ዶክመንት ንስንዶ ወይ ድማ ንዕቅቦ ንመፃኢ መታን ከፊትና ክንጥቀመሉ እዚ ዝብል ትምህርቲ ኢና ተማሂርና ዘለና እዚዩ ኣገዳሲ ትምህርቲ እዩ ክንፈልጦ ክንክል ኣለና ስለዚ ከመይ ጌርና ዶክመንት ነእቱ ዝሓለፈ ተማሂርና ሕጂ ድማ ከመይ ጌርና ንዕቅቦ ተማሂርና ኣለና እዚየን ደጋጊምኩም ፈታቲንኩም ተማሃርዎን ኣጽንዕዎን ኣብዛ ቻነል ሳብስክራይብ ዘይገበርኩም ሳብስክራይብ ግበሩ ኣብዚ ቻነል መክሰብ እምበር ክሳራ ዝበሃል የለን ክትመሃሩ ኢኹም ክትፈልጡ ኢኹም ድማ ዝኾነ ሕቶን ርእቶን እንድሕር ዳኣልኩም ድማ ኣብ ኮመንት ጽሓፉልና ከም ቀደምና ክንምልሰልኩም ኢና